ፀላእትና ዝብልዎ ብዙሕ እንተዘየንሳራሰርናዮ ስራሖም እዩ። ተጥዒምሎም ሓይሊ ተረኺቦም ብሓይሎም፣ ሓይሊ ተዘረኺቦም ንኣና ፈናጭሎም፣ ዓሻ ተረኺቦም ካባና ዕሽዮም፣ ገንዘብ ዝፈቱ ተረኺቦም ብገንዘብ ዓዲጎም ስራሖም ክሰርሑ ግድን እዩ። ገብረዓዴት
እቶም ቀዳሞት ተቓለሱማ ተሰዊኦም ኢልካም ኣይተሰወን በዓል ጸጋይ በርሃ ቀዳሞት ኮ እዮም በዓል ቅዱሳን ነጋው ቀዳሞት ኮ እዮም በዓል ዋ ክንደይ ነባራት እዮም እኒው ኣግሊሶም እባ ኣግሊሶም ንህዝቢ ከዲዖሞ ኣግሊሶም ናብ ካሊእ ናብ ጨጎረኦም ናብ ጅቦኦም ከይዶም። ናይ ጸጋይ ክምልስ ኣይክእልን ብዛዕባ ብጹሕ ውላድካ ኣይትምሓል እዩ ሕዚ ውን ሕዋሕት ወይ ሞት። መላኢክት ውን እኮ ሚእቲ ኣርሚ እዮም ነይሮም በቲ ናይ ሐዚ ኣርሚ ኩሎም ሚእቲ ነገድ ይባሃሉ ነይሮም ሓደ ዝጠፍኤ ድያብሎስ እኮ እኒሀ ሰራዊቱ ሒዙ ዝጠፍኤ ዘይተመለሰ ገጽ ፈጣሪኡ ዘይርእን ወትሩ ውን ንሳቶም ውን ወይ ጥይት ሸይጦም ወይ ብረት ሸይጦም ወይ ሰሪቆም እንተኸይዶም ኣይምለሱን። እንታይ ዶ ገይሩ ናይ ጌታቸው ረዳ ከዲዕና እኮ እዩ መሬትና እኮ ይሸይጥዎ ጀኖሳይድ ደቂ ኣንስትዮና ጀኖሳይድ ባዕዲ ነገር ዘእተዉ እኮይ ሰዲዱ ብለይቲ ሰኒኹም ሰዲዶ ዝነበርኩም ምስ እትህሉ ትኾኑ መማኸርቲ እቶም ባንዳታት ናይ ቀደም ውሕድ ውሕድ ዝበሉ እዮም ነይሮም ናይ ሎሚ ግን ንላዕልን ንታሕትን እዮም ተበቲኖም እኔው ባንዳታት ፑፓ እኔው ክሳዕ ወረዳ ክሳዕ ጣብያ ዝወረዱ ኣስፋልቲ ስፋልቲ እኮ ኢኹም ትኽድዱ ዘለኹም ዓዲ ዓዲ ሒዝኩም ኣይሓዝኩምን ከመይ ገርኩም ሽረን መቐለን ሒዝኩምስ በቃ ማይጨው ብሸፋቱ እኒሄቶ። ተደልዮም ሓራ መሬት ይበልዎ ተደልዮም ፀልማት መሬት ይበልዎ ኣየገድሰናን ናቶም። ኣርባዕተ ዓመት ሰለስተ ዓመት ብዘረባ ተነፊሕና ክንመውት እንታይ ኢና ክንከውን ትብሉና ሕጂ? ናብ ዳኒኤል ክብረት ዝሓወሰ ሰብኣይስ መፅዩ ሰብ ክኾነኒ እዩ ዳኛ ክኾነኒ እዩ ውድብ ኣምፅኦ ኣለሞ ንዛ ውድብ እዚኣ ዝብል ሰብ ከይርከብ ትጠራጠሩ ዳኒኤል ክብረት ዓሰርተ ከተማ እንተልየን ኣብ ዓሰርተ ቦምብ ገይርካ ምድምሳሳን ንትግራይ ብሓንቲ መዓልቲ ትከኣል እያ ኢሉ እቶም መፃሕፍትና ሐዚ ብምልኡ ኣምሓርኛ ኣምሓርኛ ጨንዩ እዩ። ሕወሓትስ ተዳኺሙ እዩ ዝብል ሞኝ እዩ። ገምጋሙ ስሑት እዩ። ውድብ ህወሓት ይሰዓር እዩ ማለት ዘበት እዩ ሕዚ እውን። ካብ ቆራሪት ተቐባሽ ገረማርያም ቦኽሪ ወደይ ተሰዊኡ ስውእ ኣደ ስውእ ካብ ቀደመይ እውን እግሪ እግሪ ሕዋሕት ወያኔ ከይትጠፍእ እግሪ እግራ ሱዳን ተኸድኩ ስላ ተኸይዳ ሰዳን ይኸይድ ወልቃይት ተኸይዳ ወልቃይት ይኸይድ ብሰንኪ መን ብሰንኪ ሃፃውያን ብሰንኪ ደርጊ ኣብ ሕጂ ዝመፀ ፅንተት ኣነ ዕሪፈ ክብል ደቀይ ተሓደ ወሎ ተሓደ ተሰዊኡ ምስውኡ ዘይኮነ ዘጉሄና ኣነ እቲ ስርዓት ምሕታሉ እቲ ስርዓት ምሕታሉ መኹደዲ ስለ ኮይኑ ኩዳ መለማመዲ ኮይኑ ዓዶ ጅግና ቅድሚ ሕጂ ተሓጒሳ ተዘኪራ ባንዴራ ኣንበልቢላ ምናልባሽ ኣነ ሎማዓንቲ ስሑል ምሳኹም ኣሎ፣ መለስ ምሳኹም ኣሎ፣ ፀሃየ ምሳኹም ኣሎ፣ ናይ ቀዳሞትን ናይ ዳሕረዎትን ጀጋኑ ኣለዉ። እዚኣ እውን ስኢኖም ኣነ ኣብ ተዓዘብኩዋ ባዕሎም ዘምፅዎ ባንዴራ ግን እዩ ንመን ኢልኩሞ ንመን ክትሕጉሱ ንመን ክተሐጉሱ ባንዴራኦም ክስእንዎ እቲ ደሞ መሲሶም ዘምፅዎ እዙይ ክብል ተፈናቐል ብስሩኸ ናይ ፖለቲካዊ ውድባት ኩኑ ኣብኡ ዘለኹም ግዜያዊ ምሕዳር ኩኑ ዋላ ኣብቲ ውድብ ዘለኹም ትፈልጥዎ ዶ ከብስሩ ኣበይ ከም ዝሓድር ኣበይ ከም ዝውዕል ትፈልጡና ዶ ዋ ኣቱም ሰብ ፖለቲካ ውድባት በርሀ ሓቀይ ገብረ ዓድት እቶም ቀዳሞት ተቓለሱማ ተሰው እዮም ኢልካም ኣይተሰወን በዓል ፀጋይ በርሀ ቀዳሞት ኮ እዮም በዓል ቅዱሳን ነጋው ቀዳሞት ኮ እዮም በዓል ዋ ክንደይ ነባራ ድዮም እኒው ኣግሊሶም እባ ኣግሊሶም ንህዝቢ ከዲዖሞ ኣግሊሶም ናብ ካሊእ ናብ ጨጎረኦም ናብ ጅቦኦም ከይዶም ተቓለስቲ ዘይሰእና ቀዳማይ ተቓላሲ ቀዳማይ በዓል ታሪክ ዘይሰኣና ነውባ ሓዋሓ ውሸት ትነሩ ኣግሊሶም ዋ እንታይ እዩ ዝግበር ዘሎ ጌታቸው ረዳ እንታይ ዶ ገይሩ ናይ ጌታቸው ረዳ ዋ፣ ከዲዕና እኮ እዩ መሬትና እኮ ይሸጥዎ ጀኖሳይድ ደ- ደቂ ኣንስትዮና ጀኖሳይድ ባዕዲ ነገር ዘእተዉ እኮ እዩ ሰዲዱ ብለይቲ ሰኒኹም ሰዲዶም ዝነበርኩም ምስ እትህሉ ትኾኑ መማኸርቲ ክሳዕ እንዙይ እናበፅሐና እንታይ ኢኹም ትገብሩ ዘለኹም? እንታይ ምላሽ ኣለኩም? በቃ ሕጂ ዋ ፅርግያ ፅርግያ ስፋልቲ ስፋልቲ እኮ ኢኹም ትኽድዱ ዘለኹም። ዓዲ ዓዲ ሒዝኩም ኣይሓዝኩም ከመይ ገርኩም ሽረን መቐለን ሒዝኩምስ በቃ ማጨው ብሸፋቱ እኒሄቶም ዶ ግንባር ጀጋኑ ውሽጣ ውሽጢ ይቃለሱ ኣለዉ። ንኣተዉ ዋ ምቅላሱ ምግዳላ ኣዶ ተጋዳላይ ምዃና ሰይቲ ተጋዳላይ ሰይቲ ግና ምዃና ዘሕፍራ ዝህድና እኮ እያ እኔቶ ኣይኮነ ነውኡ ኣብ ፀላእ ዝስዕስዐሉ ኣብ ሽረ ኣብ መቐለ እውን ኣዶ ጅግና ኮይና ሰበይቲ ጅግና ኮይና ተሓፍረሉ እዩ ዝድሄ ዋ ብዘረባ ኣርባዕተ ዓመት ሰለስተ ዓመት ብዘረባ ተነፊሕና ክንመውት እንታይ ኢና ክንከውን ትብሉና ሕጂ ዋ፣ እንታይ እዩ ሓሳብኩም በረኻ ዓዴት ዝገራ እቲ መን ኢኻ ገብረ ዓዴት የቐንየለይ ተፋናቐለ ልዒልካ እንተዚ ሓወይ ግ- ወደይ ይኸውን እዩ እንተዚ ሓወይ ግን ስም ተፈናቐል እውን የልዕልን ንስኻ ግን ክብሪ ኣለኒ ተፋናቀሉ እንታይ ይኾኑ ኣለዉ እንካብ ማለት እንታይ ወዲእና ድበል በሉ እንታይ ኢና ወዲእና ላዕላውነት ሃገርና ከመይ ይምለስ ኣሎ ተፋናቀልና ምንታይ ኢና ዝኸርሙ ዘለዉ እንታይ እየን ዝኾና ዘለዋ ኣደ ጀጋኑ ደቂ ጀጋኑ ክልተ ሰለስተ ቆልዓ ዘፍዚፎም ዝኸዱ ኣብ ጥዑይ ኬንዳ እውን ኣይረኸባን ኬንዳ ኣብ ክልተ እንዳተመቐለት ንሳ እውን ጭዳድ ንዕለጉብልና እንተበላ ወገን ዘይብለን ዝጥይቓ ኣዶ ወይ ከዓ ሰበይቲ የላን እንታይ ኹም ትገብሩ እንታይ ብዘረባ ተደፊሕና ክንመውት ኣነ ዝምከር ምኸሩ ኣንቱም ፖለቲከኛታት እንተልኹም እውን ፖለቲካ መራሕቲ እንተልኹም እውን እንታ ወያኔ ከምዚ እያ ፅንተ ዘምፀትና ኣዲስ ኣበባ ኮይንኩም ካብ ፖለቲካ ወፃእ ኮይንኩም ካብ ፖለቲካ እንታይ ንግበራ ትግራይ በሉ የቐንየለይ ሕድሪ ስዋእ ሕድሪ ሰማእታትና ሕድሪ ሰማእታትና ኣይነዕብርን ኣለና ኢና ሸጥ መዓንጣና ምስ ውድብና የቐንየለይ እቶም ጸላእትና ዝብልዎ በዘይ ሓወይ ናይ ዕዳጋ ሓሙስ ብዚኣ ገሊጽዋ ነይሩ ጸላእትና ዝብልዎ ብዙሕ እንተዘየንሳራሰርናዮ ስራሖም እዩ ተጥዒምሎም ሓይሊ ተረኺቦም ብሓይሎም ሓይሊ ተዘረኺቦም ንኣና ፈናጭሎም ዓሻ ተረኺቦም ካባና ዕሽዮም ገንዘብ ዝፈቱ ተረኺቦም ብገንዘብ ዓዲጎም ስርሖም ክሰርሑ ግድን እዩ። ንሕና ከ እንታይ ንሰርሕ ኣለና ጥራሕ እዩ ዘገድሰና ማለት እዩ። ስለዚ እቶም ባንዳታት ናይ ቀደም ውሕድ ውሕድ ዝበሉ እዮም ነይሮም። ናይ ሎሚ ግን ንላዕልን ንታሕትን እዮም ተበቲኖም እኔው ባንዳታት። ፑፓ እኔው ክሳዕ ወረዳ ክሳዕ ጣብያ ዝወረዱ ፑፓ ጋና ዘይነቑሑ ምንፋር ዘይከኣሉ ወይ ፈሪሖም ዘፅቀጡ ናይ ኩሉ ቢሮ ኣብዚ እነኹም ሰብዓን ግዛዕን መዓልቲ ክሕሾም እዩ ክሕሾም እዩ ሕምም ደኣ ክሕሾ እዩ ይበሃል እምበር ክሕሾም እዩ እናተብሃለ ክሳዕ ዝመኽሩ፣ ክሳዕ ዝማኸሩ፣ ክሳዕ ዝስድሩ ኣብኡ ተቐሚጡ ኣብ መጨረሻ እውን ከም ዝሪኦ ዘለና ኮይኑ ግን ተደልዮም ሓራ መሬት ይበልዎ ተደልዮም ጸልማት መሬት ይበልዎ ኣየገድሰናን ናቶም መላእክቲ እውን እኮ ሚእቲ ኣርሚ እዮም ነይሮም በቲ ናይ ሕዚ ኣርሚ ክንሎም ሚእቲ ነገድ ይበሃሉ ነይሮም ሓደ ዝጠፍአ ዲያብሎስ ኮኒ ሰራዊቱ ሒዙ ዝጠፍአ ዘይተመለሰ ገጽ ፈጣሪ እዩ ዘይርእን ወትሩ እውን ንሳቶም እውን ወይ ጥይት ሸይጦም ወይ ብረት ሸይጦም ወይ ሰሪቖም እንተኸይዶም ኣይምለሱን ዋላ ሰሪቖም ግን ክንምለስ ኢና እንተኢሎም ግን ዝምለሱሉ ሃዋህው ምፍጣር ግን የድሊ። ኣይንምለስን እንተኢሎም ከዓ ነ ጳውሎስ እንታይ ኢሉ እመነ እወ እወ ወእመነ ኣልወ ኣልቦ ነቲ ሓቂ ሓቂ እዩ ይኾን በልዎ ኣይኾንን ንስኻ ሞይትካ ኢኻ ወይ በልዎ ሓዲ እዩ በሉ እዩ ዝበሃል ዘሎ ኣብቲ ቃልሲ ዝኒሀ ዘፀግም ዘሎ ክንፈርሕ ኣይግበአናን ዘይዓቕምና ክንግምት ኣይግበአናን ይትረፍን እያ ሽሕ ክልተ ሽሕሲ እልፋ ኢላፋት እውን መፂኡ እዩ ተፈቲኑ እዩ ሓንቲ ሃገር ዘይኮነት ካልእ ሃገር እውን ስለዚ እቶም ፀላእትና ዝፈጥርዎ ባይታ ገይሮም ዝኸዱ ዘለዉ ሰብ ተልይዎም ኣለገ እንተልይዎም ሓወቦ ተልይዎም ኣባት ነብሲ ተልይዎም ዓሪቑ ትግራዋይሲ ደው ኢልካ ይቅርታ ኢልካ ስግዛዕ ኣይብልን ተመለስ ይበሎም ኣይንምለስን እንተኢሉም እውን እቲ ዝሽምግል ሰብ እውን ቀቢፅና ኢና እዚኦም ምሳኹም ኢና ንውግን ኢሉ ክውግን ኣለዎ ምስ ህዝቡን ምስ ውድኡን ምስ መንግስቱን ተርኣ ዘየለሲ ናብ ዳኒኤል ክብረት ዝሓወሰ ሰብኣይስ መፅኡ ሰብ ክኾነኒ እዩ ዳኛ ክኾነኒ እዩ ውድብ ኣምፅኦ ኣለመን እዛ ውድብ እዚኣ ዝብል ሰብ ከይርከብ ትጠራጠሩ ዳኒኤል ክብረት ዓሰርተ ከተማ እንተልየን ዓ- ዓሰርተ ቦምብ ጌርካ ምድምሳሳን ንትግራይ ብሓንቲ መዓልቲ ትከኣል እያ ኢሉ ኣማኻሪ ናይ ጠቅላይ ሚኒስተር እዩ ሕዚ እውን ካልኦት ሰባት ናብኡ ከይዶም ኣማኸርቲ ዝኾኑስ ዋ ምስ መን ድዮም ክመኽሩ ምስ ዳኒኤል ክብረት እንዳ ክመኽሩ ስለዚ እዞም ሰባት እዚኦም ገዳፋት ራህራሃት እንዲና ዋላ ቅትል ዝወዓልና እናድረርና እናብላዕና እናበልና ንሰዶም እሞ ካልኣይ መኮነን ኮይኖም ይመፁ ምንም ክግበረ ይኽእልን ትግራዋይ ራህራህ እዩ ሕገኛ እዩ ኣኽባር ሕጊ እዩ መበቆሉ ሕጊ ኣብ ትግራይ እዩ ኢሉ ስለ ዝኣምን እዩ ፀላእትና እውን ይፈልጥዎ እዮም እዙይ ስለዚ እንኳን ኣብ ፖለቲካ ኣብ ቤተ ክርስቲያን እውን ተይተረፈ መፃሕፍትና ሕዚ ብምልኡ ኣምሓርኛ ኣምሓርኛ ጨንዩ እዩ ሓንቲ ኣብነት ክዛረብ እየ ይቅርታ ኣብ ዓድዋ ነይራ ውግእ ናይ ምኒልክ ምኒልክ ክዋጋእ ንትግራይ ሓራ ከውፅእ ዘይኮነ መፅኡስ ሓደ ወገን ምስ ጥልያን ዕርክነት ክፈጥር ኤርትራ ሂቡ ካልኣይ ተሓዊስና ከይነሸንፎ ብ ክብልተ ክብትን እዩ መፅኡ ምኒልክ ኣብኣ ዝተዋገአ ነይሩ ገበዮህ ዝበሃል ሓደ ሰብኣይ ወዮምኒ ኣለላ ወዮምኒ መንገሻ ወዮም እነ ራእሲ ሓጎስ ተገዲፎምስ ናይ ጀወርጊ ሰላ ኣቦታት ተሊኹም ናይ ሃይማኖት ኣብ ናይ ለካቲት ረእይዋ ወነበረ ኣሃዱ ብእሲ ዘስሙ ገበዮሁ ኣብ ዓድዋ ኩናት ውድእ ዝወዓሎም ከምዚ ገይሩ ጀወርጊስ እናሓጎዘ ዝብል መጽሓፍ ኣሎ ኣብ ቤተ ክርስቲያን ስለዚ ኩልና ውሽጥና ሓደ ዲና ዝብል ኢና ክንወስድ ዘለና ሓደ ክንከውን እንተኮይና ግን ኣብዚ ዘለኹም ብዙሓት ቢሮታት ሓለፍትና ስለ ዘለኹም ንናትኩም ተወሰድኩም ክንደይ ይዛረብ እንታይ ተዛረብ ኣይትበሉኒ ኢኹም ይቅርታ ነናትኩም ክዛረብ እየ እንታይ ኢና ንገብር ዘለና ገብረ እውን እንታይ ይብል ነይሩ ህዝብና ሓደ እዩ ይብል ኣሎ ሓደ እዩ ትብል ኣለኻ ሓቅኻ ዋላ እቲ የዋህ ውድቡ ክትጠፍእ ዘይፈቱ ሲ ሰለስተ ኣርባዕተ መጠሻ ዶ ብናይ ሌብነት ወረቐት ይዕድግ ኣንታ ተመፅያ ዝተኣስረኒ ዶኾን ዝንመጠሻይ ድኾን ትምንጥለን ዝብል በዚሑ ተሓደ ከዓን ክልተ ሰለስተ ቆልዑ ሸይጠ ነይረ ካብቲ በለስ ኣምፅኦ እሞ ይሕዝኑ ደኾን ዝብል በዚሑ ግዛዕ ይንለካን ዓሪ ካብ ሕዝ እንዳሓር ይተኣብስ ዳግመ ከመ ይርከብ ከዘይኣቺ ኢልኩም ማሓውርኩም ሓዊ ሓዊ ዝጨን ካድረ ኣለኩም ክሳዕ ታሕተ ውሪድኩም ምርሕዎ ኮንፈረንሳ ተብዝሑ እለይዎ ናብ ሓደ ምፅእዎ እምበር ተሓደ እየ ትብል ዘለኻስ ብፅልኢ ጥራሕ ዘይኮነስ ብፍርሒ እውን ዝርሕቕ ድሕር ዝብልስ እኒኤና እዩ እቶም እተላእኹ፣ እቶም ብጸሊም ሳንጣ ለይቲ ለይቲ ቅርሺ ዝመጾም ጥራሕ ዘይኮኑሲ፣ ዋላ እቲ ኻልእ እውን ስኽፍታታት ስለ ዝኒሀዎ፣ ሓደ ኣደብ ይገበሮ ካብ ላዕሊ፣ ግዝያዊ ምምሕዳር ብታ ናቱ፣ ውድብ እቲ ሓምሳ ክድመሮ ሓደ ብታ ናቱ፣ ሃርበኛ ኮሚሽን ብታ ናቱ፣ ኣነ ሕዚ ምናልባሸ ናይቲ ስድራ ስውእ ጠርናፊ ኢየ ኢለ ኣለኹ። ንእሽቶይ ባይታ ተዓራርየ ኢለ ኢየ ዝወስድ። ማሕበር ወዲበ ሕድሪ ስውኣት ከተማ እንትጮ ትብል ማህተም፣ ካርዲ፣ እቲ ማነው ኣታዊ ወጻኢ፣ ዕቋር ናይቲ ማሕበር ኩሉ ገይረ ኢየ። መቃለሲ ባይታ ጸቢቡኒ ስለ ዘሎ እዚን እዚን ኣይብልን ሕዚ ንኡ ዝምልከት ሃርበኛ ኮምሽን ናስረብዙ ኣሎ ስለ ዘሎ መዓዓልቲ ሒዙ ባዕሉ ይሕሰብ። ሰራዊት እንተልዮም እውን እቲ ናይ ፀጥታ ክሳዕ ታሕቲ ዘሎ ምልሻ ይኹን ካልእ ይኹን ሰራዊት ሰራዊት ክጨነ ኣለዎ። ንጥፍኣተኛ ዝቋፃፀርሉ መካኒዝም ክሕዝ ኣለዎ እንተ ዘየለ ኣንበሳ ዝነበሮ ገዳም ኩለን ኣብኡ ንኣተዋ ስቕ ኢለን ሃሆ ዝላ እንተኾይነን ኣንበሳ ምዃኑ ተሪፉ ስለዚ ኣብቲ ምምሕዳር መሬት ንብሎ ዘለና ከዓነ ብፍላይ መስጦፋ መሳርሕተይ ነበር ይፈልጦ እዩ መሬት ጠፊኡ እዩ ትብእስ እየ ዝውዕል ኣነይ ክንዲ ዓቕመይ ኣብቲ ናይ መሬት ግዛዕ ነበርካ ምስክር ኢሎም ይወስድን ከይረገፅኮ ይምስክርን እምቢ ኣርእየኒ ታግራት ኣብ ተሓራስቲ ኮይና ኣይትፍቀድን ኣብ ደኒ ተኮይና ኣይትፍቀድን ኣብ ሰውሕት ኮይነ ኣይትፍቀድ እናበልኩ ሓንቲ ሻዕ ክኣስር ይብሉ ሓደ ሻዕ እዩ መሬት ዝምልከቶም ሰባት እውን ኣደብ ተዘይገይሮምሉ ክሳዕ ታሕቲ ወሪዶም መሬት ታዋና መጥፍኢት ንውድብናን ንሰብናን እንታይ ፈተው እውን እንታይ ፀልኦ እውን ተፃልኦ ዘላ መሬት እያ ስለዚ እዙይ ንታሕቲ ክወርድ ኣለዎ ንታሕቲ ወሪዱ መመሓውሩ መርበብ ገቲሩ ንላዕልን ንታሕትን ንላዕልን ዝቃለስ መራሕቲ ክትህልውና ኣለኩም በቲ በለ በቲ ግን ይመስሎ ይኸውን እዩ ኣብቲ ኣፍራስን ባጃጅን ተሸሊመን ቅርሺ ክንስነስ ከለቕነ እኮ ከምዚ ከምዚ ይብል ነይሩ ኣብ ተስፋይ ገብረ ወልድ እንትጮ እዩ ነይሩ ከንቲባና ክጥየቕ ይኽእል እዩ እዙይ ማነ ይምሰልካ ፅባሕ ድሕሪ ፅባሕ ኩሎም ምሳና እዮም ብሓደ ነገር ተዳናጊጾም ኣለው ወይ ገንዘብ ፈትዮም ኣለው ወጣት ኮይኖም እምበር እዚኦምስ ናትና እዮም ውድብ ህወሓት ይሰዓር እዩ ማለት ዘበት እዩ ሕዚ እውን ኣርባዕተ ነጥቢ የቕምጥ እዚኣ ትብል ነርካ ኢሉ ክቐትል ዝመጽእ ከዓነ ቀሺ ደሳለይ ወልደ ገብርኤል ወይ ከዓ ቀሺ ሓበኖም ይበሃል እወ ካሊእ ንሕና ደብረፅየን እንተጥፍኡ ደብረፅየን እዚኣ ጌርካ ክበሃል ኣለዎ እምበር ህወሓት ናበልካ ዛረብስ ህወሓት ፕሮግራም እዩ ህወሓት ህንፃ እዩ ንዓዲ ክዳን ዘይፈልጡ ነበረ ክክደኑ ብልዕ ዘይፈልጡ ነበረ ክበልዑ ዝገበረ እዩ ዝመርሐ እዩ እንኳን ንዚስ ነፍሪካ ምሉእ ዝመርሐ እዩ እንተሞቱ መንፈሶም ኣሎ ምሳና እቶም ዝመርሕዋ ሰባት እቶም ዝነደፍዎ ሰባት ሓምሳ ስሳ ዓመት ከምርሕ ይኽእል እዩ ኢሎም ዝነፀርዎ ስለዚ ኣነ ንህወሓት በደለኛ እንተልዩ እገለ ተዘይኮይኑ ሕወሓት ዝብሉ ሰባት ግን ዘይሴሰይ እክልያ ኣንስኣ ሰኮና ሆላ ኢልየ ሰብ ዝገበሮም ክንደይ ቤት ትምህርቲ ነይሩ ክንደይ ሕክምና ነይሩ ውድብ እንተይመፀ ስለዚ ብጣዕሚ ኣፀጋሚ ሓሳባት እኒዎ ሓሳባቶም እንተዘመዓራርዩ ተዘመዓራርዩ ፈትለን ተባላሽያን ፈትለ ኣለም ተባላሽዩን ኣለም ቀሺ ደሳለን ተባላሽየን ቀሺ ደሳለ ክበሃል ኣለዎ ሕወሓት እንታይ ገይሩ ኣብ ካልኦት ውድባት እውን ህንፃን ፕሮግራምን ጭብጥ ዝበለ እንኳን ዶ እኒ እቲ ናይ ውድብ ዝስዕርስ ናብኡ ዝቃረብ ስለ ዝተሰኣነ እምበር ዋላ ቦልድሊ ሓደ ሓደ ተልዮም እውን እኮ ጥዑያት ክመፁ እዮም ክቃለሱ እዮም ሓቋፋይ ክኸውን እዩ ዘለዎ እቲ ውድብና እውን ጥዑያት ሰባት ተልዮም ንፀርፊ ዝተመደቡ ንፀርፊ ዝተመልመሉ ተኾይኖም ግን ኣደብ እንተገበሩ ይሐይሽ። ንሕወሓት ምፅራፍ ማለት ንህዝቢ ትግራይ ምፅራፍ ምዃኑ ክፈልጡ ኣለዎም። ክፈልጡ ኣለዎም። ህዝቢ ትግራይ ድማ ዝፅረፍ ኣይኮነን። ገሊኡ ሰለስተ ገሊኡ ኣርባዕተ ከም በጊዕ ዓውደ ኣመት በቢ ዕስራ ዓመት ደቁ እናቕረበ ዝቃለስ ዘሎ እዩ። ንፅባሕ እውን ድልው እዩ። ሰቢዱ እዩ ተወዲኦም ደቂ ኢሎም ከይሓስቡ ምናልባሽ ትዚ ክንድዚ ተቃሊስና ግዛዕ ምዛዕ እየ ዘይፈትዎ እምበር ሐዚ እውን ኣለና ትማሊ እውን እኔና ማለት እዩ ገሊኦም ኣብኡ ኣለው ገሊኦም ተሪፎም ኣለው እቶም ዘለው ከዓ ይቃለሱ ኣለው ሐዚ እውን ንቃለስ ኣለና ንሕና እውን ስለዚ ህወሓትስ ተዳኺሙ እዩ ዝብል ሞኙ እዩ ገምጋሙ ስሑት እዩ ናይ ገምጋም ፍልጦ ዘይብሉ እዩ ስለዚ ህወሓት ማለት ህዝቢ ትግራይ ማለት እዩ የቐንየለይ እታ መእሰሪታ ዝላ ዘለኹ ግን ኣብ ላዕሊ ጥራሕ ኣይትጨቃጨቑ መቐለ ዕዮ ግበሩ፣ ታሕቲ እውን ውረዱ፣ ታሕቲ እንተወሪድኩም እንተመሪሕኩሞ በብቢሮኡ ናብ ሓደ ክመፅእ እዩ ዝበልኩሞ በዲሉ ነበረ እውን ዝመሓር ምሒርካ ዘቕፅዕ እንተኾይኑ እውን ዘቕፅዐኒ እንተኾይኑ እውን ትቕፃዕ ተባሂሉ መንገዲ ጌርካ ናብ ሓደ ጠርንፉና እዚ በዓል እዚ ከዓነ ሰማእታትና ክንዝክር ምምፃእና ንሕና ብምስዋእም እናሓዝኖ ነገር የብልናን ስርዓት ክሃንጹ እዮም እኖኦም ከድሕኑ ኣቦኦም ከድሕኑ ቤተ ክርስትያኖም ከድሕኑ ዓዶም ከድሕኑ እዮም ተሰዊኦም ኣይንሓዝንን ከምቲ ዝሎ ዘለኹ እንኳን ሕዝስ ኣይበል እምበር እንተመፅኡ እውን ፅባሕ እውን ትዝለመዳስ በኣ እዩ ዝኸድ እንታይ ደኣ ዋእ ሕኸኸኒ ክሓክካ ቀደመት ሒዙ ሌባን ጥዑይን ዘይምፍላይ እንተልዩ ስርዓት ተጠፍኡ ግን ወደይ ዝቃፀላ ፓትሮል ሓፃውና ተኣርያ ክትሽየጥ እንተርእየ ግን በቃ ስርዓት ብጣዕሚ ይሕዝን እቶም ካልኦት ወለዲ እውን ከማይ ይሓዝኑ እተን ሰባኤን ዝተሰውእወን እውን ከማይ ይሓዝና እምበር ህዝቢ ትግራይ ክቋሸሽ የብሉን ህወሓት ማለት ህዝቢ ትግራይ እዩ ሰማእታትና እናዘከርና ሰማእታትና እናዘከርና ዝተረፈና ዕላማ ንምዕዋት ሓድነትና ጠንኪርና ንቃለስ የቐንየለይ
እቲ ኣርእስቲ ናይ ኣቶ መስጠፋ ብጣዕሚ ጽቡቕ እንድዩ ካብኡ ክጅምር ብጣዕሚ ደስ ዝብል እዩ። ንምንታይ ተደጋጋሚ መስዋእቲ ዝብል ሕቶ ብሕቶ ምልዓሉ ብጣዕሚ እዩ ብዙሕ ነገር እውን እየ ተጸብየ እቲ ኣርእስቲ ብጣዕሚ እዩ ጽቡቕ። ኣብኡ እቶም መስዋእቲ ምኽንያታት ዝኾኑ ሓደ ሓደ ነገራት ያው ጠቓቒሶም እዮም ብርግጽ ያው ኣብቲ ዕስራን ሸውዓተን እውን ቅድሚኡ ዝነበሩ እውን ተደጋጋሚ መስዋእቲ እናገጠመና ከም ዝመጸ እዞም ኣብዚ ሕጂ ሎም መዓልቲ ነኽብሮ ዘለና ሰማእታትና ንዝክረሉ ዘለና ናይ ሓውዜን ቅድሚኡ ዝነበረ ጨፍጫፋት ብምልኡ ተተነኻኺፉ እዩ። እዚ ብጣዕሚ ጽቡቅ ነገር እዩ ግን እቶም ምክንያታት ብደንቢ ንዓይ ዘይበርሁለይ ነገራት ኣለው ሓደ እቲ ኢትዮጵያስ ዕስራን ሸውዓተን ዓመት ኢትዮጵያ ፈሪሳ ዓንያ እንትን ኮይና እናተብሃለ እሳቶም ይሰርሑ ነይሮም ንሕና ነልምዕ ነይርና ዝብል ሓሳብ እዩ ቀሪቡ ኣብኡ እንታይ ክንገብር ነይርና ንሕና? ንምንታይ ናታቶም ጥራይ ንሳቶምማ ኩሉ ግዜ ጸላእትና እዮም ከምቲ ዝተጠቐሰ ንሃይለስላሴ ጨፍጪፎምና ብኣውሮፕላን ቴክኖሎጂ ተጠቂሞም ምኒሊክ ጨፍጪፍና ደርጊ መጺኡ ጨፍጪፍና ኣብዚ ከተማ እዚውን ካልኦትን ከተማታት ጨፍጪፍና ስርዓት እዚውን ጨፍጪፍና ስለዚ ጨፍጨፍቲ ምዃኖምስ ምብርህራህ ምትንታን ኩሉ ሰብ ይፈልጦ እዩ እዚ ጨፍጫፍ'ዚ ጠጠው ክነብሎ ዘይተሰርሐሉ ምኽንያት እንታይ እዩ? ኣብቲ ዕስራን ሸውዓተን ዓመት ንሕና ክነልምዕ፣ ንዓኣቶም ክዳን ዘይነበሮም ክዳን ክነኽድን፣ ትምህርቲ ዘይነበሮም ትምህርቲ ክነምህር፣ መሰረተ ልምዓት ከምቲ ዓንተወይ ዝጠቐስካዮ ስኳር ገለመለ ፋብሪካታት ክህነፅ ንሰርሕ ነይርና። ንሳቶም ንዓና ከፍርሱ ይጥንስሱ ነይሮም። ንምንታይ እዩ እዚንትን ዘይገበርናዮ? ስለዚ ኣብዚ ንምንታይ ናይ ባዕልና ክፍተታት ዘይንፍትሽ ናቶም ኩሉ ግዜ እንትናገበርናዮ ንነብር ስለዚ ብሱሩ ንሕና ናብ ውሽጥና ተዘይተመሊስና ናይ ባዕልና ክፍተት ናታቶም እናዘመርና እሳቶም ዝገበሩና ኩሉ ነገር መመሊስና እንትናገበርና ክንነብርዶ ይግባእ ስለዚ እዚ ንኣቶ መስጠፋ ክሓቶ ይደሊ ማለት እዩ ካልእ ኣቶ መስጠፋ ሐዚ እውን ዘልዓሎ ኣብዚ ሕዚ ናይዚ ሕዚ ጨፍጫፍ መዓት ህዝብና ዝሰኣናሉ መዓት መንእሰይና ምሁርና ዝሰኣናሉ ሓደ ምክንያት ጠቒሱ ነይሩ መሪሕነት ናይ ስትራቴጂክ ውድቀት እዩ ኢሉ እሺ እዚ እቲ ሕማም ኢል መድሓኒቱ እንታይ እዩ እንታይ ኣመላኺትካ ነዚ እንታይ ከመይ እዩ እሞ እዚ ዝፅገን እዚ እንድሕር እዚ እዩ ተባሂሉስ ዋእ በዚ እዚ ክፍተት እዚ በዚ ንምልኣዮ ዶ ይበሃልን እዩ? ችግርና ተንተንና ጥራሕ ዲና ክንነብር? እዚ እውን ካልኣይ ሕቶ እዩ ንኣቶ መስጠፋ። ካልእ ንተጋዳላይ ገብረ መሬትና ሕዚ እውን ኣርብዓ ፐርሰንት ኣብ ትሕቲ ወረርቲ ኣለዎ። ሎሚ እውን ኣብዙይ ኮይና ህዝብና መሉሱና ዝብል ሰላማዊ ሰልፊ ወፂኡ ኣሎ። ብመንፈስ ምስኦም ኣለና። እዚ ክልተ መዓልቲ ኩላህና ኣነ ካብ መቐለ እየ መፅኣ ኣብ መቐለ ኣብ ሰልፊ ነይረ ምስኣቶም ኣጋርነተይ ክገልፅ ህዝብና ክምለስ ፍትሒ ክረክብ ራህዋ ንዝምልከቶ ኣካላት ድምፂ የስምዓ ኣሎ ህዝብና መዚ ግን ሕራይ ናብ መሬትና ተመለስና። እንታይ እዩ ክግበር ዘለዎ ደድሕሪኡ ናይ ማእከላይ ናይ ነዊሕ ፕላን የብልናን ዶ ነዚ ነገር ዘመላኽት ነዚ ዝብል ካልእ ሕቶ ኣለኒ። ምስዚ ቀጺሉ ተጋዳላይ ገብረ ሕዚ እውን ህዝብታት ጸላእትና ኣይኮኑን ህዝቢ ኣምሓራ፣ ህዝቢ ዓፋር ካልኦት እውን ኢሉ ከም ህዝቢ ጸላኢ ህዝቢ የብልናን እዚ ዝብሃል ነገር እዩ ኩሉ ግዜ ኣነ እውን ብከፊል ይሰማማዕ እየ ግን ካበይ እዮም መጺኦም እቶም ካብ ህዝቢ ዝወጹ ዶ ይኮኑ እቶም ዝጭፍጭፉና ዘለዉ ማለት ሕዝስ ምልስ ኢልና ተንፍትሽ እኮ ይሓይሽ ቅድሚ ሕዚ ድኽነት እዩ ጸላኢኻ ጸላኢ እንትን የብልካን እናተብሃልና ጸላእቲ ዝጭፍጭፉና ካርላ ዝስሕሉልና ህዝብና ካብ መረቦ ኣብ ገዝኡ ኣብ መረቦቱ መጺኦም ዝጭፍጭፉ ጸላእቲ እናሃለዉና ድክነት ጥራሕ እዩ ጸላኢኻ እናተብሃልና ብዙሕ ዓመታት ጸኒሕና ነዚ ክንከላኸለሉ ዘይንክእል ክፍተት ተፈት ሕዚ እውን እሱ ይድገም ኣሎ ካበይ እዮም መጺኦም እቶም ዝጨፍጨፉና ዓሳ ካብ ባሕሪ እዩ ዝርከብ እቶም ኢሊት እውን ካብቲ ህዝቢ እዮም ዝወፁ። ዋእ ብስሩባ ተደጋጋሚ ካብ ምሊልክ ጀሚርና ንጠቅስ ኣለና። ኣብኡ ዝነበሩ ሓደን ክልተን ጥራሕ መፂኦም ኣይኮኑን። እቶም ሰበ ስልጣናት ጥራሕ ኣይኮኑን ጨፍጭፎምና። መዓት ሰራዊት መፂኡ እዩ ጨፍጭፍና። ንብረትና ዝዘርፉ ንበይኖም፣ ኣዴታትና ኣሕዋትና ዝደፍሩ ንበይኖም፣ ዝወግኡ ዝቐትሉ ንበይኖም ኮይኖም ተዳራጆም መጺኦም እዮም ጨፍጭፎምና ካበይ መጺኦም እዚኦም ብስሩስ ትሕማምና እዚ እውን ርእስናን ትህዝብን ነታልል ከይንህሉስ ምርኣይ ዶ የድልዮን እንታይ ትብል ኣብዚ ጉዳይ እዚ ዝብል ሓሳብ ኣለኒ ንተጋዳላይ ገብረ ካልእ ምዚ ሕዚ እውን ሕቶ እዩ ዘለኒ ብዙሕ ነገራት ተላዒሉ እዩ። ኣብቲ ናይ ፖለቲካ ዘለና ኣፈላላያት ብዙሕ ነገራት ተለዓዒሉ እዩ። እሱ ፅቡቕ ኮይኑ ብሄራዊ ረብሓናን ብሄራዊ ክብርታትናን ሓሊና ናይ ፖለቲካ ኣፈላላያትና ሃልዩ ኣብ ትግራይ ክንሰርሐሉ ዘይከኣልና ምክንያት እንታይ እዩ? ብስሩባ ድሕሪ ኩናትስ ኣብ ኩናት ወ ወለድና እውን ጀጋኑ እዮም ነይሮም። ንብሄራዊ መንነቶምን ንብሄራዊ ንዓዶም ንልእላውነቶምን መስዋእቲ ከፊሎም እዮም። ኣብ ዘመንና እውን ኣሕዋትና ኣያታትና ከምኡ ገይሮም እዮም። ድሕሪ ኩናት ግን እንታይ እዩ ተሓድነትና ዝፈርሰሉ ምክንያት? እንታይ እዩ ባሱ? እንታይ ኢና ኮይና? እቲ ሓደ ነቲ ሓደ እንትን ዝግበሮ እንታይ እዩ ምክንያቱ? እዚ እንዶ ንእሽተይ እንድሕር ሃልይዎስ ብደንቢ ክንዝትየሉ ዶ ኣይግባእን? ሓደ ሓደ እናተፈራረጅና እንድሕር ንነብር ኮይንና እሱ ንእሽተይ ከየሸግረና ማለት ዝፍረጅ ሰብ የለን ማለተይ ግን ኣይኮነን ብጌጋ ከይንርድኦ ግን ኣጠቓላሊ እየ ዝብል ዘለኹ ኣጠቓላሊ ከም ሓሳብ እቶም ተልዓሉ ኣብነታት እቶም ናይ ቅድሚ ሐዚ ዝገብሩ ዝነበሩ ኣብ ህድሞም ኣብ ህዝቦም ብዙሕ ነገራት ዝፈጠሩ ከምዘለዎ ኮይኑ ሐዚ ግን ተፈላላይና ንጎኒ ገዲፍናስ ንዝትየሉ ብሄራዊ ረብሓና ብሄራዊ ክብርታትና ናይ ፖለቲካ ኣፈላላይና ከምዘለዎ ኮይኑ ብሄራዊ ረብሓናን ክብርናን ናይ ሓባር ጌርና ተፈላላይና ናይ ፖለቲካ ንጎኒ ገዲፍና ኣብ ህዝብና ኣብ ህልውናና ዘይንዓስረሉ ምክንያት ታይ እዩ እቲ ምክንያት እዙይ? ድሕሪ ኹናት ከምዚ ዓይነት ሽግር ዝገጥመና ናይ ሎሚ ጥራሕ ኣይኮነን ከምቲ ኩላህና ንፈልጦ መቸስ ንዓኻትኩም ነዘውዚ ዘሎ ህዝቢ ምትንታን ኣየድልዮን እዩ እቶም ዓንተወይ ዝለዓሉ ዝነበሩ መስዋእቲ ዝኸፈሉ ኣቦታትና ወለድና እውን ብከምዚ ዓይነት ገለ ገሊኦም ዝተሰውኡ ከም ዘለዉ ንፈልጥ ኢና ድሕሪ ኹናት ታይ እዩ እቲ ሓድነትና ዝልሕልሕ ኣብዙይ ታይ ትብል የቐንየለይ የቐንየለይ ኣብዚ ዝነናዮ ኩነታት ኮይናስ ነናይ ባዕልና መልሲ ክንህብ ኣይግባእን ማእኸልና ክንገብር ዘለና ነቲ ክቡር ህዝብና ህዝቢ ትግራይን ዘለዎ ሕቶ ኣብ ምንታይ ነና ኢልና ንዕኡ ኢና ማእኸል ክንገብር ዘለናን ዝግበአናን ሓሳብ እውን ክህብ ሓሲበ ነይረ እዙይ ተወሲኽዎ ክዓይኽ ዝደሊ ዘለኹ እንታይ እዩ ሕቶ ህዝቢ ትግራይ ሕዚ ዘለዎ ላዕላውነት ግዝኣት ትግራይ ክምለስ ተመዛበልቲ ክምለሱ ፀላእቲ ወረርቲ ሓይልታት ካብ ዘለዎ ክገልሱ ዝተረጋገእትን ሰላም ዘለዋን ትግራይ ንክትህሉ እዩ እቲ ክኸውን ዘለዎ ሕዚ ሓበራዊ ተባራዓይ ሕቶ ኣለና ነዙይ ከመይ ጌርና ኢና ንምልሶ ኢልና ኣብ ዕለተ ሰማእታት ዕለተ ሰማእታት ክነኽብር ተለና ኣነ ንዓኹም ኣይነግረኩምን በብዓመቱ በብወርሑ በብሰሙኑ ዘይኮነስ ሰማእታትና ንጻት ከይረሳዕና ንምንታይ እዮም እባ ተሰዊኦም እንታይ ክንገብር ኣለና ኢልና ኣብ ዘዘለናዮ ኮይና ከፍ ዝበልናያ ወንበር ንሰግራጎቦ ንመኪና ነቕምጠላ ሰማእታት ከም ዘለዉ ተረዲእና ሕድሪ ሰማእታትና ደም ስርና ጌርና ንጻትና ከይረሳዕና ኢና ክንከይድ ዘለናን ዝግበአናን ከምኡ እውን እዩ ክኸውን ዘለዎ ሕዚ ነዙይ እንታይ ኢና ክንገብር ዝብል ህዝቢ ትግራይ ክህሉ ቀዳምነት ህዝቢ ትግራይ ንክህሉ ከዓ መሪሕ ክህልዎ ኣለዎ። ህዝቢ ብዘይ መሪሕ መሪሕ ከዓ ብዘይ ህዝቢ ኣይኸውንን። ውድብ ሕዋሓት ከም ውድብ ክትህሉ ግድን እዩ። ሕዋሓት ወይ ሞት ኢልና ኢና ተጋዲልና። ብዘይ መራሒ ሕዋሓት ክተርፍ የብሉን ኣይግበኦን እውን። ስለዚ እውዚ እቲ ናይ ግምት ኣወሃህባና ውድብ ሕወሓትን ህዝቢ ትግራይን እዙይ ክኸውን እንተሎ ግን ሓበራዊ ምርድዳእ ክህልወና ኣለዎ፣ ሓድነት ክህልወና ኣለዎ። ኣብ ዘሰማምዐና ተስማሚዕና ሓድነትና እዩ ምሳ ኢልና። ምሽጥር ዓወትና ሓድነትና እዩ። ዓሰርተ ሸውዓተ ዓመት ዕጥቂ ቃልሲ ደርጊ ክንድምስስ ሕወሓት እናመርሐት ሓደ ኣካል ሓደ እስትንፋስ ኮይንና ምንም መራኸቢ ዘይብልና ደርጊ ደምሲስና ታሪኽ ሰሪሕና ድሕሪ ደርጊ ምድምሳስ እውን ህዋሕት እናመርሐት ህዝቢ እናተቓለሰ ቐንዲ ፀላኢና ድኽነት እዩ ኢልና ፀረ ድኽነት ተቓሊስና ለውጢ ኣምፂእና እቲ ለውጢ ተመስጊኑ ዶ ኣይተመስገነን ፅቡቕ ንዝገበረ ፅቡቕ ተዝግበረሉ ብዕራይ ድቋ ምሰተየ እዩ ዝበሃል እዚ ፃዕዳ ሓሶት ነይሩ ንሕና ግን ሎሚ ከምኡ ይኹን እምበር ጽባሕ እቲ ታሪኽ ባዕሉ ክዝክሮ እዩ። እቲ ትግራዋይ ዝበሃል ብትግርኛ ስለ ዝተዛረበ ኣይኮነን፣ ደም ስለ ዝኾነ ኣይኮነን፣ ስነ ልቦና እዩ። ስነ ልቦና እዩ። ኣበይ ነርና ኣበይ እኔና ንፈልጥ ኢና፣ ብቶም ሓለፉ ግዝኣታት ክንደይ ንውጽዓ ከም ዝነበርና ግን ድማ ቀዳማይ ወያነ ነይሩ ኣይተደምሰሰን ተደጒሉ ካልኣይ ወያነ ተመፅዩ ታሪክ ሰሪሕና ኢና ኣብዛ ሐዚ እኒኤት እናመኸተ እውን ንዓለምስ ታሪክ ተሰሪሑ እዩ ምስ ሰራዊት ኤርትራ ፒፒ ምስ መዓት ክልላት ሕቡራት ኤምሬትስ ምስ ኩሎም ንምእማኑ ዘፅግም ንምእማኑ ሕዚ ናይዘው ዝኒኦ ኩሉ ቃልስና ውፅኢት ከመይ ጌርና ንሰግሮ ዝብል ከምቲ ዝበልናዮ ምሕባር፣ ሕቶ ህዝብና ንቐዳምነት ምሃብ፣ እቲ ሓበራዊ ሕቶና፣ ተባራዒ ሕቶና እታ ዝበልናያ እያ፣ እዚኣ እያ ክትከውን ዘለዋ። እዚኣ ኮይና ኣብዚ ዝተልዓለ ኣሎ፣ ካብ ተልዓለ ንእግረ መንገዱ ኣነ ትማሊ ሎሚ ተጋዳሊት እየ፣ እቲ ኩነታት ምስ ተፈጠረ እውን ደቀይ ሒዘ እየ በረኻ ከይደ፣ ኣጋጣሚ እውን ኣብ ትሕቲ ፀላኢ ወዲቐ ተኣሲረ እየ። ካብኡ ንላዕሊ ሕዚ እውን ካብ መትከል ውድበይን ህወሓትን ህዝብን ወፃኢ ኣይኮንኩን። ክሳዕ እታ ዘላትኒ ክጋደል እየ። እኒኤ ተይልኩም ምህላወይ ኣነ ሕጉስቲ ኣይኮንኩን። ይትረፍ ዶ ሎሚ እዙይ እናረኤኹ ኣብቲ ጥዑይ ግዜ እኳ ንምንታይ እዙይ ኮይኑ ክኸውን ኣይነበሮን ንምንታይ እየ እባ ተሪፈ ሓንቲ ጥይት ድያ በዚኣ ምሕላፍ ኣብያ ምኽንያቱ እተቓለስኩሉ ዕላማ ቦቲ ዝድለ ክኸውን እንተዘይኮይኑ ክስምዓካ ግድን ስለዝኾነ ማለት እዩ። ዘይሓልፍ ጸገም የለን፣ ሓድሽ እውን ኣይኮነን ንዓና ጸገም፣ ጸገም ክሓልፍ እዩ። እቲ ጸገም ንክሓልፍ ግን ሕዚ እውን እቲ መፍትሒኡ እቲ ህዝቢ ክህሉ፣ ውድብ ክትህሉ ኣብዚ ታብዚ ወጻኢ ካሊእ መሳገሪ የብልናን ክንተሓጋገዝ ካዓ ክንክእል ኣለና ዝፈልየና የብልናን ሰሜን ድዩ ምዕራብ ድዩ ደቡብ ድዩ ምብራቅ ድዩ ንጸላእቲ በሪ ክንብን የብልናን ንክንጸራረፈሉ ዝግባእ ክንጸላለመሉ ዝግባእ ክኸውን የብሉን ናይ ማኣዲ ሰሚናር ዝባሃል ኔሩ ኣብ ገድሊ ብዛዕባ ደርጊ ኢና ንዛረብ ከመይ ጌርና ነውድቆ ደቂስና እውን ንሱ እዩ ወግዕና። ሕዚ እውን ክኸውን ዘለዎ ወግዕና ደም ስርና ንምንታይ እዮም እባ ህዝቢ ትግራይ ደም ከፊሉ ደም ክነብዕ የብሉን ኢልና ኢና ክንከይድ ዘለና እሞ ትማሊ ሎሚ ፅባሕ ህወሓትን ህዝቢ ትግራይን ክህሉ እዙይ ማለት ካልኦት ውድባት ክህሉ የብሎምን ማለት ኣይኮነን ዝተጋደልናሉ ዕላማ እዩ ካብኡ ወፃኢ ግን ሕዚ እውን ነቲ ኩነታት ከስግር ዝኽእል ንሱን ንሱ ጥራሕን እዩ እሞ ነዙይ ኣብ ግምት እቲዳ ንኺድ። ናይ ጸጋይ ክምልስ ኣይክእልን ብዛዕባ ብጹሕ ውላድካ ኣይትምሓል እዩ። ሕዚ እውን ሕዋሕት ወይ ሞት። ዘለኣለማዊ ክብርን ሞገስን ንሰማእታትና። የቐንየለይ። ጉዳይ ሉኣላውነትናን ጉዳይ ተፈናቐልትናን ንድርድር ኣይቐርብን፣ መንነትና ንድርድር ኣይቐርብን ብዝብል ርእሲ እያ እኔ እውን ኣቕሪበያ። እና ከም ተጋሩ ንኹላትና ዘገድሰና ሕዚ እንታይ እንትንገብር ኢና እታ ብሄራዊ ረብሓና ንረጋገጽ እያ እታ እንገብራ ድማ ከቐምጠን ፈቲነ ቅድሚ ኩሉ ሓራ ዘይወፀ ከባቢና ሓራ ምውፃእን ተፈናቃላይ ድማ ናብ መረበቱ ናብ ዓዱ ምምላስን እዩ ስደተኛ ኣይኮነን ዓዱ እዩ፣ ናብ ዓዱ እንትምለስ ድማ ብዝግባእ ክጣየሽ እውን ኢለ። ሱቕ ኢልካ ምምላስ ንምምላሱ ኣይኮነን፣ ብዝግባእ እውን ክጣየሽ ኣለዎ። እቶም ገና ሓራ ዘይወፀ ህዝብና ወረርቲ ዘለዉን ይሳቐ እዩ ዘሎ፣ ሓራ ክወፀ ኣለዎ። ሉኣላዊ መሬትና ክምለስ ኣለዎ። ፀጥታና፣ ድሕንነት ትግራይ ውሑስ ክኾን ኣለዎ። ንሕና እዚኤን እየን እተን ማእኸልና፣ ኢኮኖሚያዊ ሕብየት ክመፅእ፣ ክነቓቓሕ ኢኮኖሚና እዚኣ እንተተገይራ እያ ትመፅእ። ብኣንፃሩ ፀላእትና ግን ከም ህዝቢ ክንብተን፣ ወዲቕና ክንተርፍ፣ ተፈናቐሊ እውን ብዘሎ ክብተን፣ ተኡ ዘሎ እውን እንዳተቐተለ እንዳተሓረደ መንነቱ ክቕይር፣ በቲ ቅድሚ ሕዚ ዝገበርናዮ ጀግንነት ክንሓፍር ይገብሩና ኣለዉ። ነዚ ዝኾኑ ተለኣኣኽቲ እንዳዓሰቡ እውን ነንባዕልና ሓድነትና ክዝርግሩ ይፍትኑ ኣለዉ። እዙይ ክንቃለሶ ኣለና ኢና ንብል ዘለና። ነዚ ንክትቃለስ ከምቲ ዝተባሃለ ኣመራርሓ የድሊ ባዕሉ ዝኸኣለ ንፁር ፍኖተ ካርታ ስትራተጂ የድልዮ ንሕናኸ ከመይ ጌርና ኢና ፈታው እንዳብዛሕና ጸላኢ እንዳቀነስና ሓድነትና እንዳስጠምና ኣብቲ ሓባራዊ ኣጀንዳና ክንዓስል ዘለና ዝብል ንዕኡ ዝመርሕ ስትራተጂ የድሊ። ተደጋጋሚ ትብልዋ ነይርኩም ዝወደቐ ስትራተጂ ከም መራርሓ ውድቀት ተተባሂሉ ሓደ ክነስተውዕሎ ዘለና ኩልሻዕ ንባዕሉ ዝርኢ ሕወሓት ጥራሕ እዩ። ባዕሉ ዋላ ሞት የቕፅዕ እቲ ገበን ኣጥፊኤ እየ ዝብል ህወሓት ጥራሕ እምበር ኣብ ካልእ ኣነ ሰሚዐ ይፈልጥን ብህዝቢ ኤርትራ ኺድ ብኢትዮጵያ ኺድ ኣጥፊኤ እየ ዝብል እኮ የለን። ኣጥፊኤ እየ እንተይሉ ተመራርሓ እውን ፍርቂ መንገዲ ናይ ምሕዋዩ እዩ። ስለዚ ተጥፊኤ እየ ስለ ዝበለ ገጹ ከይንሪኦ ዝበሃል ኣይኮነን። ኣጥፊኤ እየ ማለት ንህዝቢ በዲለ እየ ዝብል ይንሳሂ ዘሎ ጥፍኣቱ ኣይደጋገምን ሕዚ ዝደጋገም መስለና ዋ ይደጋገም ክኾን ይኽእል እዩ ግን እቲ ዝደጋገም ጥፍኣት እውን ካብኡ እንዳተማህረ ይኸድ ህዝቢ ካብ ኩሉ እኮ ዝሐሸ ትግራይ ድላይካ ተዛሪብካ ድላይካ ወቒስካ ድላይካ ኣመራርሓ ሓፍ ከፍ ኣቢልካ ትነብረሉ ተነፃፃሪ እዚ ፖለቲካዊ ዲስኮርስ ዝብልዎ ፖለቲካዊ ምንቅስቃስ ዘለዎ እውን ትግራይ እዩ ነዚ እውን ምዕቃብ እዩ ንምንታይ ኢና ንደጋገምተ ኢልናን ብዙሕ ውሽጣዊ ፀገም እውን ኣለና ናይ ግዳም እውን ፀገም ኣለና እቲ ናይ ውሽጥና ፀገም ሓድነትና ነጠናኽሮ ከይነጠናኽር ፀላእት እውን ሓኒቆም ሒዞም እዮም ብገንዘብ ዝድለሉ ብገንዘብ ዝዕሸው እንተሪኦም ከምቲ ዝሓፍተይ ትብሎ ነበረት ኣብ መንጎና ንዕኦም እንዳተጠቕሙ እዮም ሓድነትና ዝዘርጉ ርእስታት ኣጀንዳታት ይዩና ከምዚ ክግበር እዩ ከምዚ ክግበር እዩ ሕዚ እውን ተሰሚዕናዮም ግን ኣብ ፈኸራ እዮም ዘለዉ ንመንነትና ኣብ ዋጋን ዕዳጋን ኣይነቅርብን እንተይሉ ህዝቢ ትግራይ ይፍክሩ እዮም ሕዚ ካልእ ቴክኖሎጂ ኣለና ካልእ ተዓጢቅና ካልእ ይብሉ እዮም እኮ ሕዚ እውን እታ ኣፅኒዕና ክንሕዛ ዘለና ግን ሕዚ እውን ሓድነትና ኣስጢምና ንኺድ ሓድነት ማለት ሓደ ዓይነት ፖለቲካዊ ኣተሓሳስባ ምህላው ማለት ኣይኮነን እቲ ፖለቲካ ግዜ እንትትረክብ ትግራይ እንትህሉ ህዝቢ እንትህሉ እዩ ሚልየናት ህዝቢ ተፈናቂሉ ኣብ ዳስ እንዳ ደቀሰ ፖለቲካ ክተውግዕ ናይ ምቾት እዩ እዚ ገና ናብ መረበቱ ካልእ ዝሕግዝ ዝነበረ ህዝቢ ኣብ ጥምየት እንዳሃለቀ ሰኣን መድሓኒት እንዳሃለቀ ሕዚ ኣነ እየ ዝበልፅ ኢልካ ብዛዕባ ፖለቲካ ክተውግዕ እውን ንእሽተይ የስክፍ እዩ ትግራይን ህዝብን ይሃሉ እሞ ፖለቲካ ትሰርሕ ህዝቢ ትግራይ እንተልዩ መሬት ትግራይ እንተድልዩ እዙይ ክነስተውዕሎ ኣለና። ኣብቲ መዋፅኦ እንብሎ እንታይ እዩ? እታ ሓንቲ ኮታ ነስጥማ እዚኣ ካልኣይ ንማንም ሰብ ኣይነሕሊፍና ኣይንሃብ። ፅንተት ከም ህዝቢ እዩ ገጢሙና። ከም ህዝቢ ድማ ሕዚ ተቓሊስና ክንወፅ ኣለና። ናይ እከለ ውድብ፣ ናይ እከለ ምሁር፣ ናይ እከለ ፓርቲ ኣይበሃልን። ተቃዋሚ ውድብ እንተልዩ ናቱ እውን እቲ ድኽመት ንኻልእ ከላግቦ ይኽእልን እቲ ፅንተት ድማ ህዝቢ ትግራይ ተመንዩ ዘምፆ ኣይኮነን። ተዋዲዱ ተተሊሙ ዝተገብረ እዩ። ኩሎም ተሓባቢሮም ኣብ ልዕሌና ዝገበርዎ እዮም። እዚ ከይድገም ንፁር ኣመራርሓ ይሃልወና፣ ንዑ ዘውፅእ ኣመራርሓ ይሃልወና። ኣብዚታት ድማ ግደ ምሁር እንታይ ይኹን፣ ግደ ጋዜጠኛ እንታይ ይኹን፣ ግደ ሚዲያታት እንታይ ይኹን ዝብል ኣፍታ ዋና ኣጀንዳና የትኩሩ ገገሊኦም ሚዲያታት ሕዚ እውን ኣብ ጎኒ ህዝቦም ጠጠው ኢሎም ብዛዕባ ጉዳይ ተፈናቐልቲ፣ ብዛዕባ መሬትና፣ ብዛዕባ ሓድነትና ዘውግዑ ሚድያታት ኣለዉ። ገለ ገሊኦም ሚድያታት ድማ ኣብ ዘይረብሕ ኣጀንዳ ተለኣኣኽቲ ውልቀ ሰባት ኮይኖም ንውልቀ ሰባት ጠጠው ዝበለ ሚድያ ክመስል ካብቲ ዋና ኣጀንዳ ብሄራዊ ኣጀንዳ ህዝቢ ትግራይ ወፃእ ዝኸዱ ድማ ናብ ልቦንኦም ይመለሱ። ህዝቢ ዘገልግል ሚድያ ይኾን ናይ ባዕሉ መምርሒ ኢዲቶርያል ፖሊሲ ኣለዎ፣ ሚድያታት ንህዝቢ ዘገልግል ይኹን ኣብ ማሕበራዊ ሚድያ ዝነጥፉ ነጠፍቲ እውን ፀርፊ ሕዚ ንህዝቢ ትግራይ ኣይሕግዞን። ሹም ናይ ጀጋኑ ናይ ጅግንነትናን ናይ ታሪኽናን እንዳዋረድካ በዓል ዋጋ የብሉን። ይምፅኡ ናብቲ ብሄራዊ ኣጀንዳና መሬትና ተወሪሩ እኒሀ ህዝብና ይሳቀይ ዘሎ። ሉኣላዊነትና ኣይተመለሰን ኣብዚ ግበሩ ኩሉ ሚድያን ማሕበራዊ ሚድያን ውን ኣብዚ ይካራኸር ኣብ ወፃእ ዘሎ ዳያስፖራ ህዝብና ውን ከምታ ቀደሙ ታኣምር ዘበለ ስራሕ ዝሰርሐ ሕዚ ውን ኣብተን ብሄራዊ ዛዕባ ናይ ህዝቢ ትግራይ ይዕሰል እከለ ይበልፅ እከለ ይበልፅ ድሓን ድሓር ከርክበሉ እዩ። ትካላትካ እንዳዕነኻ ትካላትካ እንዳጥፋእኻ ድማ ዝመፅእ ዓወት የለን። ቅድም እውን ገሊፁ እየ ከም ውድብ ሓምሳ ዓመት ዝገበረ ውድብ ኣጥፊእኻ ዝመፅእ ነገር የለን። ታሪክ ኣለዎ ተኣምር ሰሪሑ እዩ። ከም ፀጥታ ትዲኤፍ እውን ከም ትዲኤፍ ተኣምር ሰሪሑ እዩ። ካብ ህዝቢ ወፂኡ ብህዝቢ እንዳተደገፈ ጀግንነት ሰሪሑ እዩ። ነዙይ ሽም ዘጥፍእን ካብዚ ወፃኢ ዝተዓጠቐ ሓይሊ እንተልዩ ፀረ ትግራይ እዩ። ተዓሲቡ ዝሰርሕ ዝኾነ ሓይሊ እንተልዩ ፀረ ትግራይ እዩ ዝኸውን። ብግዚኡ ተታሊሉ ዝኸደ ዘይተረድኦ ተመሊሱ ተጋግየ ኢሉ ክመጽእ ኣለዎ። እዞም ውሑዳት ኣብ ግጭት ዘትርፉ ግን ብዛዕብኦም ብዙሕ ኣይንግደሰሉን። ካብ ሞት ትግራይ፣ ካብ ጥፍኣት ትግራይ፣ ካብ ስደት ትግራይ ከትርፉ ገንዘብ ክውህልሉ ዝደልዩ ሰባት እዚኦም ድማ ተመኺርካ እውን ዝሰምዑ ኣይኮኑን። ስርዓት ክሕዙ እዮም እዚኦም ብኻልእ መንገዲ። ተዋናዋኒና ግን ክንገብር ዘለና የድልየና እዪ ሕዚ እውን ኣመራርሓ ብቑዕ ኣመራርሓ የድሊ እቲ ብቑዕ ኣመራርሓ ድማ ነቲ ኩነታት ብዝግባእ ገምጊሙ እዪ ዝፍጠር እምበር ካብ ሰማይ እይወድቀልናን ንኹሉ ዝነበረ ኣጥፊእኻ ዝመፅእ ተኣምር ድማ የለን ከምኡ ዝበሃል ፖለቲካ እውን የለን። እቲ ዘሎ ኣመራርሓ ካብቲ ጥፍኣቱ ካብ ድኽመታቱ ተማሂሩ ኣነው ነጥፍኤ ኢሉ እንዳዓረየ ዝኸደ ኣመራርሓ እዩ። ሕዚ ፅቡቕ ነገር ኣሎ ከምቲ እያሱ ዝበሎ ናይ ፀጥታ ኣካሉ፣ ግዝያዊ ምምሕዳሩ፣ ውድብ ህዝባዊ ወያነ ሓርነት ትግራይ፣ ካልኦት ጥዑይ ፖለቲካዊ ምንቅስቃስ ዝገብሩ ውድባት እውን ብሓደ ኣፍታ ዋኒን ንዕሰሉ እሞ ደረጃ ብደረጃ ለውጢ ክመፅእ እዩ። ሕዚ እውን ህዝቢ ትግራይን ትግራይን ትህሉ እዩ ፖለቲካ ዝውጋዕ። ሕዚ እውን ህዝቢ ትግራይን ትግራይን ትህሉ እዩ ምንጋድ ዝከኣል። ሕዚ እውን ህዝቢ ትግራይን ትህሉ እዩ ስድራ ስዋኣት እውን ምሕብሓብ ዝከኣል። ኣሰራርሓታት ኩሎም ክትግበሩ ዝኽእሉ ነቲ ህዝቢ ዝጠቅም ነገር እንትህሉ ተሎ ሰላም እንትህሉ እዩ፣ መንነትና እንትኽበር እዩ፣ ሓድነትና እንትኽበር እዩ። በዚኣ እንተኸይድና ደረጃ ብደረጃ ኩሉ ክፍታሕ እዩ። እቲ ናይ ናይ ሎማዓንቲ ዋና ከቕርቦ ዝደለኹ እውን ኣብ ትሕቲ ኣብ መንነትናን ኣብ ሓድነትናን ኣብ ሉዓላዊነትና ናይ ንደራደርን እዙይ ብሕጋዊ መንገዲ ዝግበር ኩሉ ቃልሲ ክግበር እዩ። እታ ውዕል ፕሪቶርያ እውን ክሳዕ መወዳእታ ክትግበር እንደልያ ንሓድነትና ሉኣላውነትናን ንሓ መንነትናን ንክተኽብር ኢልና ኢና። ካብዚ ዝተፈልየ ግን ህዝቢ ትግራይን ትግራይን ዘይቕበል ምዃኑ ኩሉ ክፈልጥ ኣለዎ። እተን ዝሓተትኩመን ሕቶታት ግን ዝሃብኩሞ ርእይቶታት ድማ ሃናፂ ርእይቶ እዩ ኣብኡ ዝድመር እዩ። ኩላትና እውን እንምነዮ ሰላም ኣሎ። ህዝቢ ትግራይ ሰላም ከረክብ ኢና እንደሊ። ሕርያ ህዝቢ ትግራይ እውን ሰላም እዩ። ሰላም ግን ኩሉ መንነትካ እንዳሸጥካ ዝመፅእ ሰላም ክህሉ ኣይኽእልን። መንነትና ተኸቢሩ ሓድነትና ተኸቢሩ ተን መዋፅኦ ዝበልናዮን ብምሉእነት እንትግብር ተጋሩ ተሓባቢርና ኩሉ ነገር ደረጃ ብደረጃ ሰላም ክኾን ይኽእል እዩ። የቕኔለይ ዘለኣለማዊ ክብርን ሞገስን ንሰማእታት ሕዚ እውን ክብረት ያብልና።